ኣሎ ኣለ ስዛመን ናይ ርሴስ ፊልኮመን ስማያን ካናል ሰላም ተኸታተልቲ ናይዚ መደብ ከመይ ኣለኹም ኣነ ኣምላኽ መስግን ፅቡቅ ኣለኹ ንሶም ከዓ ከማይ ክትልዉ ናይ ወርቱ ተስፋ እዩ እዚ ዘቕርበልኩም ዘለኹ መደባት ሓጋዚ ኮይኑ ክትረኽቦ ተስፋ ኣለኒ ሓጋዚ ኮይኑ ተረኪብኩሞ ሼር ላይክ ሰብስክራይብ ኣይትግደፉ ዝኾነ ይኹን ርእይቶ ወይ ነቐፌታ ተለኩም ከዓ ኣብ ኮመንት ተፅሓፍልና ከም ትፈልጥዋ እዛ ቻነልና ቻነል ወርላፍ ትበሃል ዝተፈላለየ ትምህርትታት ሓንጎልካ ንምስፋሕ ትሕግዝ ዝተፈላለየ ትምህርትታት ኣለና ማለት እዩ ቋንቋ ጀርመን ከምኡ እውን ሕልፍ ሕልፍ ኢልካ እውን ናይ ካልእ ካልእ ትምህርትታት ኣለና ዝኾነ ትቡ ንምትብባዕ ሃናፂ ርእይቶን ከይምዝግንኩኹም ክሓልፍ ኣይደልን እየ ሕጂ ዘረባ ከየብዝሓልኩም ናብ ደምፃና ትምህርቲ ክንኣቱ ማለት እዩ ናይ ሎሚ ናይ ሎሚ ትምህርትና ከም መሰረት ርእይቶኹም ወይ ሕቶኹም ብዛዕባ እዚ ፓሲቭን ኣክቲቭን እንታይ ፍልልዩ ክንርኢና ማለት እዩ መኣስ ከዚ ቬርደን ዝበሃል ቨርቭ ከ ከመይ ጌርና ኢና ንጥቀመሉ ክንርኢና ማለት እዩ ኦኬ መጀመርታ ሓንቲ ሰንተንስ ክትስራሕ ከላ ሓንቲ ሰንተንስ ኣክቲቭ ሰንተንስ ክስራሕ ከላ ማለት እዩ ኖርማል ሰንተንስ ክስራሕ ከሎ እንታይ ኣድልዮ ሓደ ሱብየክትን ቨርብን ኦብየክትን ኣድልዮ ማለት እዩ ሱብየክት ብቕድሚ ትመፅእ እቲ ቨርብ ኣብ ማእከል መንፅእ ድሓርቲ ኦብየክት መፅእ ማለት እዩ ሱብየክት ማለት ኣ ተግባር ማለት እዩ እቲ ቨርቢ እቲ ተግባር ክኸውን ከሎ እቲ ኦብየክታዊ እቲ ግዳይ ማለት እዩ ሕጂ ንኣብነት ሓንቲ ቀለል ደበለት ኤግዛምፕል ኣብዚ ናለ ኣማን ኢስት ዲ ፒሳ ትብል ኣላ ሕጂ ነዚኣ ብትግርኛ ነተርጉማ ከለና ኣማን ፒሳ ይበላዕ ኣሎ ብል ኣለኹ ማለት እዩ ናብ ፓሲቭ ክቕይራ እተኮይነ እዚኣ ብኣክቲቭ ፅሒፈያ ዘለኹ ከምዚ ገይረ ቅይራ ኣብ ፓሲቭ ክፅሕፍ ከለኹ ከዓ እንታይ ኣድልየኒ መጀመርታ ሶብየክት ድልየኒ ድሕሪ እቲ ቬርደን ትበሃል ቨርቭ መፅእ ማለት እዩ ድሕሪ እቲ ፓርቲሲፕ ስፋይ ትበሃል ናይቲ ቨርቭ መፅእ ማለት እዩ

ኤክስፕሬሽን ገሽፕሮኸን ከምኡ ማለት እዩ እዚ ፓርቲቭ ዝባ ይትበሃል ሕጂ ከዓ ከምዚኣ ጌርና እታ ፓሲቭ ንሰርሓ ማለት እዩ ዲፒሳ ቪርደ ፎን ኣማን ገጌፀነ ስለምንታይ እዛ ፎን ኣማን ኣብ ክላማ እትያ ኣለኹ ወይ ከዓ ብራኬት እትያ ኣለኹ ኣብ ሓፀሩ እትያ ኣለኹ ምክንያቱ እታ ፎን ኣማን ኣገዳሲ ኣይኮነትን እንተደሊኻ ትፅሕፋ እንተደሊኻ ኣይትፅሕፋን ኢኻ ማለት እዩ እዚኣ ብትግርኛ ነተርጉማ ከለና እታ ቢሳ ብኣማን ትብላዕ ኣላ ብላ ኣለኹ ማለት እዩ ሕጂ ምክንያቱ ህልው ሰንተንሲ እዚ ህልው ሰንተንሲ ትዛረብ ዘለኹ ብናይ ሕጂ ግዜያት እየ ዝዛረብ ዘለኹ ፕሬዚደንትንሲ እየ ዝዛረብ ዘለኹ ሕጂ ወላ ብ ትግርኛ ተሪኸያ እቲ ብኣማን ድያ ተበሊዓ ብካልእ ተበሊዓ መን እዩ ኣገዳሲ ዘለና ኣብ ፓሲፍ መን ኣገዳሲ ነይሩ መን ይበላዕ ኣማን እታ ፒሳ ኣማን ፒሳ ይበላዕ ኣሎ ተይለ መን እዩ ደገድሰን ዘሎ ኣማን በልዕ ኣሎ ድዩ የብለን እዩ ደገድሰን ዘሎ ኣብታ ካልኣይቲ ግን እንታይ ደገድሰን ዘሎ እታ ፒሳ እዩ ደገድሰን ዘላ እታ ፒሳ ትብላዕ ኣላ ድያ ወይ ከዓ ተበሊዓ ድያ ወይ ከዓ ኣላ ኣይተበልዐትን እዛ ተገድሰን ዘላ ማለት እዩ ሓደ ሰብ እታ ፒሳ ኣላዶ ገለ ተይልካ እታ ፒሳ እዛ ትብላዕ እንዳ ዘላ ገለ ትብሎ ማለት እዩ እዚ ከዓ ፍልልዩ ማለት እዩ ኣብ መንጎ ኣክቲቭን ፓሲቭን ካብኡ ሕልፍ ኢልና ኣብ ናይ ሕሉፍ ከነግረኩም እንተኮይነ ኣማሃድ ሃት ዲፒሳ ገጌሰ እንተኢለ ማለት እዩ ከም ትፈልጦ ኣክቲቭ ናይ ፈርጋንገናይት ማለት እዩ ናይ ሕሉፍ ማለት እዩ እዚ እንታይ ማለት እዩ ኣማን ነታ ፒሳ በሊዕዋ ብል ኣለኹ ማለት እዩ ኣብ ሕሉፍ ዝዛረብ ኣለኹ ኣብ ፓሲቭ ብፕሬተሪቱን ገይረ ክገልፆ እንተኮይነ እንታይ ብል ፒሳ ቪርደ ፎን ኣማን ግጌሰ ሕጂ ከምዚ ዝብለኩም ዘለኹ እታ ፎን ኣማን ኣብ ወይ ከዓ ክትገዝፍዎ ትኽእሉ ማለት እዩ ብዛሕ ኣገዳሲ ኣይኮነን እዚ ናይ ፓሲቭ እንታይ ተገድሰና እታ ፒሳ እያ ተገድሰና ብትግርኛ ከተርጉሞ ከለኹ ቅድሚ ብትግርኛ ምትርጓመይ ብፐርፌክት ገይረ ከዓ ክፅሕፋ ክእል እየ ፕሪተሪቱም ገይረ ኣብቲ ቀዳመይ ፅሕፈ እያ ፐርፌክትን ፕሬተሪቱም ግን ክልቲ እዩ ሓደ እዩ ፀገም የብሉ ተደሊኹም ብፐርፌክት ክትዘረቡ ወይ ክትፅሕፉ ትኽእሉ ወይ ማለት እዩ ሕጂ እታ ተቐለለኩም ግን ብፕሬተሪቱም ክትፅሕፍ ከለካ እያ ትቐልል ማለት እዩ ምክንያቱ ብፕሪቶሪቱ እንታይ ይድልየና ኣብዚ እቲ ቡርደን ጌርና ነቲ ቬርደን ናብ ቡርደን ቀይርና ናይ ፕሪቶሪቱን ቀይርና እዚ እቲ ፓርቲ ህዝባይ ከዓ ከም ዘለዎ ማለት ገጌሰን ንገብር ማለት እዩ ኣብ ፐርፌክት እንታይ ኣለና እዚ ቨርቭዛይን ነምፅእ ማለት እዩ ፒሳ ሕጂ ቢፒሳ ስለዝኾነት ከምዚ ስለዝኾነ እዚ ኢስት ንብል ኣለና ማለት እዩ ቢፒሳ ኢስት ንብል ማለት እዩ ብዙሓት ተኮይኖም ከዓ ዚን ንክንብል ኢና ማለት እዩ ቨርቭዛይ ናብ ዘለና ማለት እዩ ድሕሪኡ እቲ ጌጌሰ ንመፅእ ፓርቲሲቫይ ማለት እዩ ድሕሪኡ እዚ ንኩሎም ቨርብታት እንታይ ይውስኾም ኣብ ፐርፌክት ቮርበ ንውስኾም ማለት እዩ ሕጂ እንታይ እዩ ፕሬተሪቱን ፕሪፌክትን ክልቲኦም ሓደ እንተደለኻዮም ክትጥቀም ትኽእል ኢኻ ክልቲኦም ትርጉሞም ሓደ ዓይነት እዩ ማለት እዩ እታ ዝቐለለት ግን በታ ፕሬተሪቱን ጌርካ ክትፅሕፍ ከለካ ዝኾነ ነገር ትቐለኩም ማለት እዩ ክትፈልጥዎ ጥራይ ዝፅሕፈልኩም ዘለኹም እዚ ኣብ ክልቲኤን ብትግርኛ ና እታ ፒሳ ብኣማን ትብላዕ ነይራ ብላ ኣለኹ ማለት እዩ ሕጂ እቲ ኣክሽን ዘገድሰን ዘሎ ኣነ ክትብላዕታ ፒሳ ብኣማን ሪኣ ኣለኹ ርእየያ ነይረ ሕጂ ንሓደ ሰብ እታ ፒሳ ኣላ ዶ ገለ ተኢልኒ እታ ፒሳ ትብላዕ ነይራ ብሎ ኣለኹ ማለት እዩ ተበሊዓ ድያ ኣይተበልዐትን ተወዲኣ ድያ ኣይተወደአትን የገድስኒ እቲ ኣክሽን ግን ክትብላዕ ከላ ግን ርእየያ ኣብ ሕሉፍ ክትብላዕ ከላ ርእየያ ሕጂ ኣማን ነታ ፒሳ በልዓ ነይሩ እብል ኣለኹ እዚ ወይ በሊዕዋ እብል ኣለኹ እዚ ኣብዚ ግን እንታይ እብል ኣለኹ እታ ፒሳ ብኣማን ትብላዕ ነይራ ሕጂ መን እያ ኣገዳሲት ፒሳ እያ ተገድስ ዘላ ኣብዚ ታሕታይ ማለት እዩ እቲ ፓሲቭ ኦኬ ሕጂ እንታይ ይበሃል ኣለና ኣብዚ ከዓ ሱሽታንድ ፓሲቭ ዝበሃል ኣለና እዚ ሱሽታንድ ፓሲቭ እንታይ ማለት እዩ ንዓና ደገድሰና ሪዛልት ጥራይ ማለት እዩ ኣብቲ ሕሉፍ ኣብቲ ቀዳማይ እንታይ ክንርኢ ኣብዚ ብቬርደን ጌርና ንሰርሖ እንታይ ክንርኢ ፀኒሕና እቲ ተግባራት ከገድሰና ከሎ ብዝኸ እንታይ የገድሰና ኣሎ ሪዛልት ማለት እዩ ተበሊዓ ድያ ኣይተበልዐትን ተሓፂቡ ድዩ ተሓፅበን ተዓፅዩ ድዩ ኣይተዓፅበን ተኸፊቱ ድዩ ተኸፍተን እቲ ሪዛልት እዩ ዘገድሰና ማለት እዩ ሕጂ ብዚ ንኣብነት ዲፒሳ ኢስቲ ጌጌሰን እንታይ ኢለ እታ ፒሳ ተበሊዓ እብል ኣለኹ ማለት እዩ ኣብዚ ኸኣ ዲ ፒሳ ቫር ጌስተርን ጌጌሰን እንተ ኢልኻ እታ ፒሳ ትማል ተበሊዓ ሕጂ ብዚ ተገድሰና ዘሎ ተበሊዓ ዳይ ተበልዐትን ጥራይ ተገድሰን ዘሎ ማለት እዩ እታ ናይታ ነገር ማለት እዩ ኣብኡ ሕጂ እንታይ ብል ቭርዶ ገለ ይጥቀም ነብዚ ወይ ከዓ እቲ ቬርደን ገለ ይጥቀም ነ እንታይ ይጥቀም ቨርቭዛይን ንጥቀም ኣብዚ ኢስ ትምፅእ ማለት እዩ ወይ ከዓ ብዙሓት ተኮይኖም ከዓ እዚ እንደገለ ክጥቀም እየ ድሕሪኡ እቲ ፓርቲሲፕ ዝባይ ጥቀም ማለት እዩ ገጌሰን ጥቀም ማለት እዩ ኣብዚ ከዓ ሕሉፍቲ ኮይንካ ቫር ጥቀም ናይ ብዙሓት ኮይንካ ቫረን ጥቀም ማለት እዩ ኣብዚ እቲ ፓርቲሲፕ ዝባ ይመፅ ማለት እዩ ሕጂ እንታይ ይብል ኣለዉ እታ ፒሳ ተበሊዓ ኣብቲ ኣብዚ ናይ ሕሉፍ ናይዚ ግን እንታይ ክጥቀም ፀኒሐ ተሪኢኹም ኮይንኩም

እዚ እታ ኣክሽን ናይታ ፒሳ እዩ ደገድሰን ዘሎ ተግባር ኣብታ ፒሳ ተካየድ ዘሎ እዩ ደገድሰን ዘሎ ኣብዚ ግን እቲ ሪዛልተ ናይ ሕሉ ሪዛልት ደገድሰን እንተኮይኑ ግን እንታይ ብል እቲ ፒሳ እዩ ዝተገገሰ ንብል እታ ፒሳ ተበሊዓ ብል ኣለኩ ማለት ማለት እዩ እሱ እቲ ፍልልዩ ናይዚ ፍሉይ ነገር ናይዚ ሱስታንስ ፓሲቭ ዝበሃል ማለት እዩ ካብቲ ሓደ ፓሲቭ

እዚ ኣብ ኣብ ባዚ ክሰርሑ እንተኮይነ እታ ማኪና ማኪና ንዓይ ተገድሰን እንተኮይና ብዛዕባ ማኪና እዚ መካኒክ ኣይገድሶን እዩ መን እዩ መካኒክ መን ድዕርያ ዘሎ ገለ ደየገድሶ እትኮይኑ ናይ ማኪና ጥራይ ተገድሶ እትኮይኑ ሰብ እንታይ ብል ማለት እዩ ማይን ኣውቶ ቪርት ሪፓሪር ትብሎ ወይ ከዓ ነዚኣ ፎም መካኒካ ሪፓሪት ትብል ማለት እዩ እዚ ክትገጽፎ ትኽእሉ ትጽሕፍዎ ከዓ ትኽእሉ ማለት እዩ ምክንያቱ ብትግርኛ ከነተርጉሞ ከለና ማኪናይ ትዕረ ኣላው ክብሎ እየ ወይ ከዓ ማኪናይ በቲ መካኒክ ትዕረ ኣላ ብሎ ኣለኹ ማለት እዩ ሕጂ ኣብ ትግርኛ ዋላ ተሰዒልኩምሉ በቲ መካኒክ ክብል ይኽእል እየ ወይ ከዓ ክገድፎ ክእል እየ ምክንያቱ እንታይ ተገድሰ እንተላ ብዚ ማኪና እቲ መካኒክ እቲ ሰብ ነቲ መካኒክ ክፈልጦ እዩ ወይ ገለ ማለት እዩ እቲ መካኒክ ንማኪና ይዕሪ ኣሎ ብለና ኣብዚ እንታይ ደገዳሲ ደሎ እቲ መካኒክ እዩ ብዚ ግን እታ ኦክቶ እያ ኣገዳሲት ደላ ሕሉፍ ክንዛረብ ተኮይና ድያ መካኒካ ሃት ማይና ኣውቶ ርባሪት ትኽብል እየ ማለት እዩ ኣውቶ ቡርደ ፎን መካኒካ ርባሪት ትብል ኣለኹ ማለት እዩ ሕጂ ኣብዚ እንታይ ማኪናይ ትዕረ ነይራ ብላ ኣለኹ ማለት እዩ መን የተገድሰኒ ማኪና እያ ተገድሰኒ ከም ዘልኩኹም ብ ፐርፌክት ጌርኩም ከኣ ክትሰርሕዋ ትኽእሉ ኢኹም ኣብዚ ፕሬተሪቱም እዩ ፕሬተሪቱም ብቐልል ካብ ምክንያቱ ፕሬተሪቱም ቡርደ ጌርካ እታ ከዓ ፓርቲስ ዝባይ ጥራይ ስለ ዝጥቀም ማለት እዩ ኣብዚ ግን እንታይ ቨርብዛይን ኣብዚ ጌርካ ፓርቲስ ዝባይ ጌርካ ድሕሪኡ ንኩሎም ቮርደን ትውስኸሎም ማለት እዩ እኛ ከተርጉሞ ከለኹ ነዘን ክልተ ሰንተንስ ክልቲኤን ሓደ ትርጉም እየን ዘለዋ ከም ዓንተ ወይድ ነገርኩም ማኪናይ ትዕረ ነይራ ብላ ኣለኹ ማለት እዩ መን ደገድሰን ዘለተ ኣክሽን ትሽዑ ድካድ ማኪናይ ርእየያ በፂሐያ ብቕድሚ ትማል ርእየያ መፅ ኣለኹ እንታይ ብላ ኣለኹ ትዕረ ነይራ ማኪና ርፓሪ ትብላ ኣለኹ ማለት እዩ ሕጂ እቲ ሱሽታንድስ ፓሲቭ ተመፂና ማይና ኣውቶ ኢስተር ማኪናይ ትዓረያ ብላ ኣለኹ ማለት እዩ

ሕጂ ብዚ ሪዛልት ተገደጸኒ ኣሎ እዚን ተረድያትኩም ክትከውን ተስፋ ገብር ማለት እዩ ካልኣይ ከመይ ጌርካ ሞዳል ቨርቭ እዚ ፓሲቭ ሰንተንስ ወይ ከዓ ዜት ንሰርሖ ኢፍ ክንፅሕፍ ከለና ሞዳል ቨርቭ ጌርና ትፈልጡ ኢኹም እቲ ኦብየክት ዝመፅእ ድሕሪ እቲ ቨርቭ ሞዳል ቨርቭ ዝመፅእ ድሕሪ እቲ ኦብየክት ኣብ መወዳእታ እቲ ኢንፊኒቲ ክመፅእ ማለት እዩ ሕጂ እዚ እንታይ ይብል ኣለኹ ኣማን ካን ዲቮንን ኣማን ካን ዲቮንን ረኖቪረ ንብል ኣለኹ ማለት እዩ ንብል ከለና ኣማን ነቲ ገዛ ክሕድሶ ኣማን ነቲ ገዛ ክሕድሶ ይኽእል እዩ ይብል ኣለኹ ማለት እዩ ሕሉፍ ክዛረብ ከለኹ ከዓ ናይና ሕጂ ኣብ እሉ ብሞዳል ቨርቭ ገይረ ክሰርሕ ከለኹ ኩነን ካን ሬኖቪርት ቬርድ ንብል ማለት እዩ ሕጂ እንታይ ብል ኣለኹ እኛ ተርጉሞ ከለኹ እቲ ገዛ ክሕደስ ይኽእል እዩ

ስ ይኽእል እዩ ይብል ኣለኹ ማለት እዩ ሕሉፍ ክዛረብ ከለኹ ከዓ እንታይ ብል ዲቮነን ኮንተ ሪኖቪርቲ ቬርደን እታ ካንደላ ጥራይ ናብ ኮን ተቐይራ ማለት እዩ ደስ ይኽእል ነይሩ ዝሓለፈ ወርሒ ብኡ ተዛዊረ መፅኤት ተኮይነ ገዛ ክሕደስ ከም ዝኽእል ደይ ዓነው ተፀኒሒኑ ክሕደስ ዝኽእል ተኮይኑ ሪኤ ኮይነ ንሰብ እንታይ ብሎ ማለት እዩ ዲቮነን ኮንተ ሬኖቬርቲ ቬርደን ብሎ ማለት እዩ እቲ ገዛ ክሕደስ ይኽእል ነይሩ ብላ ኣለኹ ማለት እዩ ሕጂ ርኢኹማ ኣብ ትግርኛ ይኽእል ወሲኸ ኣለኹ ከምዚ ኮንተ ካን ዝገብር ዘለኹ ማለት እዩ ይኽእል ኢለ ወሲኸ ኣለኹ ኣብ ሕሉፍ ተኮይኑ ይኽእል ነይሩ ብላ ኣለኹ ኣብ ሕሉፍ ኣብ ህሉ ከዓ ይኽእል ይኽእል እዩ ጥራይ ብላ ኣለኹ ማለት እዩ ኣብዚ ናይ ፓሲቭ ነገር እቲ ቮነ ነገር ትሰና ኣሎ ኣብ ናይ ኣክቲቭ ነገር ከ መኒ ኣማኒ ነገር ትሰና ዘሎ ኣብዚ ግን መን ሕድሶ ብዘየገድስ ትገዛ ጥራይ ክሕድስ ከም ትኽእል ዛረብ ኣለኹ ማለት እዩ ኦኬ ነዚኣ ትመስል ነይራ ናይ ሎሚ ትምህርትና ተረዲያትኩም ትኮኑ ተስፋ ገብር ማለት እዩ ዝኾነ ይኹን ርእቶ ወይ ነቐፈታ ተለኩም ኣብ ኮመንት ፀሓፉለይ ብቐዳማይ ሓደ ሓቲቱ ነይሩ በዓልኩም ከዓ ድመለስኩምሉ ከዓ ነይርኩም ፅቡቕ መልሲ ድመለስኩምሉ ነይርኩም ከምኡ ገይርኩም ከዓ ንበዓል ባዕልኹም ንባዕልኹም ተተማሂርኩም ካ ዝበለፀ እዩ ማለት እዩ ዝኾነ ሰብ ዝፈልጦ ነገር ተለዎ ኮይኑ ብዓቕሙ ተዘላቶ ንሰባት ምሕጋዝ ሓደ ቅዱስ ባህሊ እዩ ኣብ ዝመፅእ ብሰላም የራኸበና ሰሰናዩ ካብዚ ዝሓሸ ትምህርቲ ሒዘ ክቐርብ ተስፋ ገብር ማለት እዩ ሰሰናዩ ኣብ ሰላም የራኸበና